ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና ሒዝናልኩም ቀሪብና ኣለና ናይ ሎም መዓንቲ ዜናና ብዜና ዓወት ክንጅምር ብዕለት ትሽዓንተ ነሓሰ 213 ዓ ም ንግሆ ወፍሪ ፀሓይ ብራቕ ሕዚ እውን ብምቕፃል ኣብ ግንባር ምዕራብን ወልድያ ወረታን ተጠናኺሩ ይቕፅል ከም ዘሎ ወተሃደራዊ ኮማንድ ሰራዊት ትግራይ ገሊፁ ኣሎ በዚ መሰረት ኣብ ወልድያ ወረታ ካብ ዕለት ሸውዓተ ክሳብ ትሽዓተ ነሓሰ ክልተ ሽሕን ዓሰርተ ሰለስተን ዓመተ ምህረት ካብ ንፋስ መውጫ ክሳብ ጉናን ክምር ድንጋይን ዓሪዱ ዝነበረ ናይ ፀላኢ መደበኛ ሓይልን ብርጌዳት ፍሉይ ሓይሊ ኣምሓራን ብምፅርራግ ንገገው፣ ጠጠራ፣ ሳሊ፣ ጉናን ክምር ድንጋይን ሓየት ሰራዊትና ተቆፃፂርዎ ኣሎ። ብተወሳኺ እውን ኣብዚ ግንባር ካብ ባህርዳር ብሰማዳ ኣንፈት ናብ ጋሳይ ንሓገዝ ዝመፅእ ዝነበረ ሓይሊ እውን ብጅግና ሰራዊትና ተወቒዑ ተበታቲኑ ኣሎ። ኣብ ምዕራብ ግንባር ዝርከብ ሓየት ሰራዊትና እውን ብዕለት ሸሞንተ ክሳብ ትሽዓተ ነሓሰ ክልተ ሽሕን ዓሰርተ ሰለስተን ዓመተ ምህረት ብዝገበሮ መጥቃዕቲ ካብ ዛሬማ ክሳብ ደበ ባህር ዓሪዶም ዝነበሩ ናይ መበል ዕስራን ኣርባዕተን ሰላሳን ሓደን ሓምሳን ሰለስተን ሓምሳን ኣርባዕተን ክፍላተ ሰራዊትን ናይ ኣምሓራ ፍሉይ ሓይሊ ብርጌዳትን ተፀራሪጉ ንማይ ዳጉሳ፣ ሳንዱካን ደበባህርን ተቖፃፂሩ ኣሎ። ኣብ ክልቲኡ ግንባራት ማለት እውን መስመር ወልድያ ወረታን ኣብ ምዕራብ ግንባርን ጅግና ሓየተ ሰራዊት ትግራይ ኣብ ልዕሊ ፀላኢ ዝጀመሮ መጥቃዕትታት ዘመዝግቦም ዘሎ ድሙቓት ዓወታት እውን ተጠናኺሩ ክቕፅል እዩ። ኣብ ክልቲኡ ግንባራት ዝወስዶ መጥቃዕትታት ህዝቢ እቲ ከባቢ ብናይ ሰራዊት ትግራይ ዲሲፕሊንን ህዝባውነትን ብምንኣድ ዝለዓለ ሓገዝን ምትሕባርን ይገብር ከምዘሎ ወተሃደራዊ ኮማንድ ሰራዊት ትግራይ ሓቢሩ ኣሎ። ሓየት ሰራዊትና ዘመዝግቦ ዘሎ ድሙቕ ዓወታት ድማ ዝርዝር መረዳእታ ኣብ ቀጻሊ ከምዝቐርብ እውን ወተሃደራዊ ኮማንድ ሰራዊት ትግራይ ኣፍሊጡ ኣሎ።
ኣብ ዝባና ውይ ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ

ናይ ተኹሲ ልዕልነት ዝነበሮ ፀላኢ እዩ ክንድምስስ ኢልና ተበጊስና ስለ ኮሎኔል ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊፁ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራ ከም ዘይንወፅእ ስለ ዝፈልጥ ምስ ኩልኹ ኢድ ንምሃብ እውን ክዕድል ዘይትንኩ እዮም ዝብሉ ከም ወታደር ኢድ ኢድ ንክተውፅኡ በጢሱ በጢሱ ይሓርጎ
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና
ጽብቕቲ ትግራይ ክትኾን እዩ ዝድሊ
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ
ብካሊእ ዜና ሰራዊት ትግራይ ኣብ ዝተፈላለዩ ቦታታት ክልል ኣምሓራ ዓወታት እናዓተረ እንትቆፃፀር ነበርቲ እተን ከባብታት ንሰራዊት ትግራይ ብድሙቕ ኣቀባብላ ከም ዝቅበልዎም ተገሊፁሎም ኣብ ክልል ኣምሓራ ዝርከብ ወኪልና ወልደምህረት ገዛኢ ተወሳኺ ሓበሬታ ኣለዎ።
ክቡራት ተመልከትና ሐዚ ኣብ ክልል ኣምሓራ ዝተፈላለዩ ከባብታት ኢና ንርከብ ዘለና ጅግና ሰራዊት ክልል ኣምሓራ ዝኣተወሉ እዋን ብህዝቢ ክልል ኣምሓራ ድሙቕ ዝኾነ ኣቀባብላ እናተገበረሉ ፀኒሑ እዩ ብፍላይ ድማ ካብ ዓደርቃ ጀሚሩ እስካብ ጨው በር እውን ናብ በሪ ማርያምን እስካብ

ኣነ ይፈልጠልካ እናበሉ ንህዝቢ ኣምሓራ ዝምርኩሕሉ ዘለዉ ንፀላእትና ንምፍልላይ ምስ ህዝቢ ትግራይ ኣብ ምፍልላይ እዮም ላዕሊ ታሕቲ ዝብሉ ዘለዉ እምበር ሎሚኽን ፅባሕ ህዝቢ ኣምሓራን ትግራይን ሓደ እዩ ኢሎም ገሊፆምልና እዮም ነበርቲ እቲ ከባቢ ካብ ዘዘራሩናዮም ብተወሳኺ እንታይ እዮም ኢሎም ዘለዉ ሕዚ እውን ፀላእትና ብሓባር ክንምክቶም ይግበአና ህዝቢ ትግራይ ይኹን ህዝቢ ኣምሓራ ብሓባር ኮይኑ እዩ ክምክቶም ዘለዎ ከም ናይ ቀደምና ሓድነትና ኣስጢምና ክንቃለስ ኣለና። ብፍላይ እተን ብናይ ኣብይ ኣሕመድ ዝዝወራ ዘለዋ ሚድያታት ናይ ሓሶት ፕሮፓጋንዳ እናሰምዐ ናይ ህዝቢ ኣምሓራ ክታለል የብሉን ወይ ድማ ክሽወድ የብሉን ኣብ ጎኒ ሰራዊት ትግራይ ኮይኑ ፀላእትና ህዝቡ ክንምክት ይግበአና ክብሉ ገሊፆም ኣለው። ካሊእ ነበርቲ እቲ ከባቢ ናይ ክልል ኣምሓራ እውን ኣዘራሪብና ነርና ብፍላይ ኣብ ናይ ደብረ ብርሃን ዝበሃል ከባብታት ናብ ዘዛርና እንታይ እዮም ኢሎም እቲ ህዝቢ ከባቢ ሕዚ ንስዕጥቂ እዩ ዘሎ

ብጣዕሚ ደስ በሃሊ እዩ። ሰራዊትና እውን ፀላእትና ዝኣተዎ ኣትዮም ንምህናፅ ንቕድሚት እናመረሸ እዩ ዝርከብ ዘሎ። ንቴሌቪዥን ድምፂ ወያነ ተዋረዲ ፀብፃብ ወልደምህረት ገዛኢ ካብ ክልል ኣምሓራ ዛሬማ።
ፋሽስቲ ኣብይ ኣሕመድ ሰብኣዊ ሓገዝ ናብ ትግራይ ከይኣቱ ዕንቅፋታት ይፈጥር ከምዘሎን ፋሽስቲ ኣብይ ኣብ ትግራይ ዘቋረፆም ዝተፈላለዩ ግልጋሎታት ኣብ ቀረባ እዋን ክጅምሩ እዮም ኢሉ ዝኣተዎ ቃል ዛጊድ ከምዘይተግበረን ቢቢሲ ኣቃሊዑ'ሎ። ናብ ትግራይ ብዛዕባ ዝኣቱ ሰብኣዊ ሓገዝ እንታይ ንፈልጥ ኣብ ትሕቲ ዝብል ኣርእስቲ ዘቕረቦ ጸብጻብ፣ ካብ ክልል ኣምሓራ ናብ ትግራይ ዝወስድ መንገዲ መኪና ንፋሽስቲ ኣብይ ኣሕመድ ብዝድግፉ ሚሊሻታት ኣምሓራ ከምዝተዓጽወ ምስ ሓበረ፣ እቲ ካብ ከተማ ሰመራ ብኣብዓላ ገይሩ ናብ መቐለ ዝወስድን ሰብኣዊ ሓገዝ ናብ ትግራይ ንምእታው ዘገልግል መንገዲ ድማ ብሓይልታት ፋሽስቲ ኣብይ ዝተፈላለዩ ዕንቅፋታት ከምዝግበረሉ ኣመልኪቱ ኣሎ። ካብ ከተማ ሰመራ ናብ መቐለ ዘምርሕ ፅርግያ ብሓይልታት ጉጅለ ፋሽስቲ ኣብይ ኣሕመድ ዝተፈላለዩ ምጉዕዓዝ ረድኤት ዘደናጉዩ ተግባራት ከምዝፍፀሙ፣ ብዙሓት ጣብያታት ተፍትሽ ከምዘለዉን ፍቓድ ካብቲ ጉጅለ ከምዝደልን ንውድብ ሕቡራት ሃገራት ብምፅራሕ ቢቢሲ ሓቢሩ ኣሎ። በዚ ዝተልዓለ ነቲ ኣብ ትግራይ ተኸሲቱ ዘሎ ሓደጋ ጥሜት ንምውጋድ ፕሮግራም ምግቢ ዓለም ረድኤት ዝፀዓና ሚእቲ መካይን ናብ ትግራይ ንምእታው ዝሓዞ ትልሚ ክሳኻዕ ከም ዘይከኣለ እቲ ዜና ኣረዲኡ ኣሎ። ብተመሳሳሊ ውድብ ሕቡራት ሃገራት ኣብ ሰሙን ክልተ ግዜ ናብ ትግራይ በረራ ነፈርቲ ንምግባር ቅድሚ ወርሒ ከም ዝተለመን ክሳብ ሎሚ ግና ካብ ኣርባዕተ ሻዕ ንላዕሊ ፍቓድ በረራ ክረክብ ከም ዘይከኣለን እቲ ሓበሬታ ኣረዲኡ ኣሎ። እዚ ከምዚ ኢሉ እናሃለወ ፋሽስቲ ኣብይ ኣብ ትግራይ ዘቋረጾም ከም ኤሌክትሪክን መራኸብታትን ዝበሉ ግልጋሎታት ዳግም ከም ዝጅምሩ ንዋና ጸሓፊ ውድብ ሕቡራት ሃገራት ኣብ ቀረባ እዋን ክጅምሩ እዮም ኢሉ ቅድሚ ሰላሳን ሸውዓተን መዓልትታት ዝኣተወ ቃል ዛጊድ ከም ዘየተግበረን እዚ ድማ ኣብ መነባብሮ ህዝቢ ትግራይን ስራሕቲ ሰብኣዊ ሓገዝን ከቢድ ጸገም ከም ዝፈጠረን እቲ ዜና ኣፍሊጡ ኣሎ።

ናብ ካልኦት ዜናታትና ክንሰግር። ፋሽስቲ ኣብይ ኣሕመድ ክተት ብምእዋጅ ነቲ ዝለመሰ ዓቕሚ ሰራዊቱ ንምድንፋዕ ይገብሮ ዘሎ ፈተነ ካብ ውድቀቱ ከምዘየድሕኖ ተሓቢሩ። ፋሽስቲ ኣብይ ሰራዊቱ ብሓየት ሰራዊት ትግራይ ምስ ተደሰቐን ዓቕሙ ምስ ለመሰን ኣብ ዓቕሊ ፅበት ኮይኑ ንህዝቢ ኢትዮጵያ ክተት ኢሉ ከምዝኣወጀን ሚሊሻታት ዝተፈላለዩ ክልላት ናብ ኲናት የእቱ ከምዘሎን ኣሕራም ኦንላይን ጸብጺቡሎም። ይኹን እምበር እዚ ጭንቂ ዝወለዶ ተግባር ፋሽስቲ ኣብይ ትርጉም ከምዘይብሉ እቲ ጸብጻብ ኣረዲኡ'ሎ። ማርቲን ፕላውት ዝተባህሉ ጋዜጠኛ ነበር ቢቢሲን ተመራማሪ ኮሌጅ ኪንግስን ጉጅለ ፋሽስቲ ኣብይ ኣለኒ ዝብሎ ሰራዊት ኣዋፊሩ ከምዝተስዓረ እቶም ሕዚ ናብ ኲናት ዝዳጉኖም ዘለው ካብ ዝተፈላለዩ ክልላት ዝመጹ ሚሊሻታት ድማ ንፋሽስቲ ኣብይ ኣሕመድ ከምዘየድሕንዎን ግስጋሰ ሰራዊት ትግራይ ከምዘይዓግትዎን ሓቢሮም። ፋሽስቲ ኣብይ ሰብኣዊ ሓገዝ ናብ ትግራይ ከይኣቱ ከልኪሉ ህዝቢ ብጥሜት የሳቒ ከምዘሎን ጥሜት ከም መሳርሒ ኲናት እናተጠቐመ ከምዝርከብን ምስ መላፍንቱ ሓይልታት ኮይኑ ድማ ኣብ ምዕራብ ትግራይ ዘስካሕክሕ ገበናትን ምፅናት ዓሌትን እናፈፀመ ከምዝኾነን እቲ ዜና ኣመልኪቱ'ሎ። ከምተን ዝተረፋ ከተማታት ክልል ኣምሓራ ኣብ ጭንቂ ዝኣተወት ከተማ ጎንደር ሰዓት እቶ እቶ ኣዊጃ ኣላ። ድሕሪ ሰዓት እቶ እቶ ኣብ ደገ ዝተረኸበ ዝኾነ ሰብ ድማ ስጉምቲ ከምዝውስዶ ምምሕዳር እታ ከተማ ኣጠንቂቑ። ምምሕዳር ከተማ ጎንደር ብቐዳም ኣብ ዘውፅኦ ኣዋጅ ሰዓት እቶ እቶ ካብ ሰዓት ሓደ ናይ ምሸት ንደሓር ምንቅስቓስ መኻይን ከምዝተኸልከለ ዕላዊ ገይሩ ኣሎ። ጸጥታ እታ ከተማ ንምሕላው ድማ ሓደ ንዓሰርተ ብዝብል ሓዱሽ ውዳበ ዝተመረጹ ሰባት ቀትርን ለይትን ነታ ከተማ ከም ዝሕልዉን ዝኾነ ነባሪ ድማ ካብ ምሸተ ሰዓት ሰለስተ ንደሓር ካብ ገዝኡ ንኸይወጽእ ተኣውጁ ኣሎ። ካብቲ ዝተፈቐደ ሰዓት ንደሓር ኣብ ደገ ዝተረኸበ ሰብ ድማ ከም ተሓባባሪ ጸላኢ ተሓሲቡ ስጉምቲ ከም ዝውሰዶ እቲ ኣዋጅ ኣጠንቂቑ ኣሎ። ብተወሳኺ ብዘይካ ኣካላት ጸጥታ ዝኾነ ሰብ ብረት ሒዙ ኣብ ከተማ ጎንደር ምንቅስቓስ ከምዘይፍቀድን ኣብ እዋን ሓዘን ይኹን ሓጎስ ጥይት ምትኳስ ከምዘይፍቀድን ምምሕዳር ከተማ ጎንደር ኣፍሊጡ። ኣብ መወዳእታ ፋሽስቲ ኣብይ ኣሕመድ ዲፕሎማስያዊ ስዕረት ምስ ተጎምገመ ኣብ ዝተፈላለያ ሃገራት ዝርከቡ ኢምባስታት ኢትዮጵያ ንምዕፃው ድሕሪ ምውሳኑ ናይቶም ዝዕፀዉ ኢምባስታት ዝርዝር ተፈሊጡ ኣሎ። ሚኒስትር ጉዳያት ወፃኢ ጉጅለ ፋሽስቲ ኣብይ ኣሕመድ ንዝኾነ ደመቀ መኮነን ብምጥቃስ ዝተፈላለዩ ምንጭታት ከም ዝሓበርዎ ኢትዮጵያ ኣብ ወፃኢ ሃገራት ካብ ዘለዋ ሓምሳን ትሽዓንተን ኢምባስታትን ቆንስላታትን እተን ሰላሳ ሓደን ንምዕፃው ተወሲኑ ኣሎ። በዚ መሰረት ኣብ ሃገራት ካናዳ፣ ኣውስትራልያ፣ ብራዚል፣ ግብጺ፣ ኢንዶኒዥያ፣ ካናዳ፣ ሩዋንዳ፣ ሴኔጋል፣ ኮትዲቫር፣ ስዊድን፣ ኩዌት፣ ኣየርላንድን ካልኦትን ከም ዝዕጸዋ ተፈሊጡ'ሎ። ብዘይካ'ዚ ኣብ ሃገራት ኣሜሪካ፣ ጀርመን፣ ህንዲ፣ ቱርክን ዝነበሩ ቆንስላት ከም ዝዕጸው እውን ኤሪትሪያ ሃብ ኣፍሊጡ'ሎ። እምበኣርከስ ዝኸበርኩም ተመልከትና ንሎሚ ዝሓዝናልኩም ዜናታት ነዚኦም ይመስሉ ነይሮም። ብኻልኦት ተመሳሰልቲ ዛዕባታት መሊስና ክንጋነ ኢና። ክሳብ ሽዑ ሰላም። ሃለዋትና ንድሕንነትና ንብቕልፅምና ትግራይ ትስዕር!